ሄሎ ጋይ ጽቡቃት ከመይ ኣለኹም? ከመይ ከመይ ትኾኑ? ኣነ ሚካኤላ እየ ከመይ ኣለኹም? ጠፊኤኩም ዶ ይጠፍእ ኣለኹ መስለኒ ለምጠና ያው ነጊረኩም ነይረ ቀስ ኢለ ክመጽእ ብሕጂ ቀስ እናበልኩ እየ ክነግረኩም ጋይስ ክነግረኩም ተለኩ ከዓ ምሳይ ዝተርፍ ነገር የለን። ኩሉ ነገር ክነግረኩም እየ ጋይስ፣ በቃ ኩሉ ነገር ማለት እዩ። ኩሉ ነገር ክነግረኩም እየ ማለት እዩ። ኢቭን ዋላ ውሽማ እውን ተሒዘስ ክነግረኩም እየ ጋይስ። ኣብ ወፅስ ክዛረበልኩም እየ ኣባውት ኤኒቲንግ ማለት እዩ። ሰው ኣይትጨናነቁ ጋይስ። ብጣዕሚ ኣይተንክ ብጣዕሚ ዘጨንቅ መስለን በደገ ክርኢ ንከለው ሲ እንታይ እስከ እዝግሄር ይሃባ ሓንቲ ጓል ነይራስ እንታይ እስከ ትብለኒ ነይራ እቲኦም ካልኦት እኳ ማለተይስ ንገርና ንገርና ተዘይኮይኑ ከምዚ ካልእ ነገር እኳ ይዛረቡኒ ነይሮም ላይ ከምዚ ምሻሎ ዝኾነ ዘረባ ዝተዓሙ ክሰምዑ ክፈልጡ ገለ ይደልዩ ነይሮም ማለት እዩ። ታይ ኢኺ ትሓስቢ እባ ታይ ኢኺ ትሓስቢ በጃኺ ታይ ከም ትሓስቢ ክፈልጥ ይደሊ እየ ገለ ትብለኒ ነይራ ሲ እቲ ከምኡ ምባላሲ ደስ ኢሉኒ በቃ ብግልፂ ምዝራባስ ደስ ኢሉኒ እና ማዕረ ክንድዚ ናይ ሰብ ነገር ከጨንቀካ የብሉን ግን ሳምታይምስ ሓቂ የጨንቅ እዩ ግን ናይ ብሓቂ ክጭነቕ ኣብ ዘይብሉ ነገር እዩ ዝጭነቕ ማለት እዩ። ሰብ ሓዳሪ ግዜ እና ጋይሶቼ በዚ ኣጋጣሚ እዚ ሲ ድሓር ከዓ ብዙሕ ነገራት ምስ ተዓዘብኩ ገለገለ ማለት እዩ ሓደ ብሓደ ከተረድእ ከዓ ብጣዕሚ ዝኸብደካ ጋይስ ሰብ ያው ክሰምዕ ይደሊ ብዙሕ ነገራት ክፈልጥ ይደሊ ማለት እዩ። ኣይቲንክ ፈሊጡ ፈሊጡ ከሎ ውን ማለት እዩ ብጣዕሚ ካብቲ ዝፈልጦ ንላዕሊ ክፈልጥ እዩ ዝደሊ ኢቭን ፈሊጡ ከሎ ኣብ ከመይ ዓይነት ተንሽን ኣለካ ከመይ ዓይነት ኣረኣእያ ኣለካ ክፈልጥ ብጣዕሚ እዩ ዝፍተካ ማለት እዩ። ኣነ ሕጂ ንኣብነት ሓደ ሓደ ግዜ ምሽ ገለ ክብሉ ከለዉ ሱቕ እየ ዝብሎም ኣይምልሰሎምን ማለት እዩ። ንሶም ስለ ዝበሉኒ ኣይለግበንን ወይ ከዓ ኣይከውንን እየ ኢለ ማለት እዩ። ሰው ኣስፖም ኢለ ስቕ ይብሎም ማለት እዩ። እስኻ ግን ስቕ ክትብሎም ኣይደልዩን እዮም። በቃ ስቕ ተይልካስ በቃ ኦልሬዲ እቲ ሰም ዝበልዎ ወይ ከዓ እቲ እሶም ዝሓሰብዎስ በቃ ከምኡ ገይሮም እዮም ዝወስዱ ማለት እዩ። ሰውና ብጣዕሚ እዩ ዝድብረካ ኩሉ ግዜ ክትጨቃጨቕ ማለት እዩ ምስ ሰብ ጋይስ ብጣዕሚ እዩ ዝድብረካ። ኣጋጣሚ እዚ ቆቢዐይ ገለሲ ከም ኣጋጣሚ ጊፍት ተዋሂበያስ ገይረያ ማለት እዩ። ደስ ዝብል ዶ ከምዚ ነገር እኳ ተዛሪበ ይፈልጥን ካብ ኣጋጣሚ ግን ሎማዓንቲ ድንገት ከዓትየ ማለት እዩ ጋይስ እናም ብዙሕ ናተይ ፎብር ኣይኮነን እዚ ከዓ ማለት እዩ እዚ እውን ከይተልግብለይ ማለት እዩ ጋይዝ ናይ ቴፎብር ኣይኮነን ብፍፁም ገዛ ይፈልጥኒ ኣብ ሂወተይ ማለት እዩ ከምዚ ፃዕዳ ኮይኑስ ከምዚ ምሻሎ ከምዚ ዓይነት ነገራት ብዙሕ ግዜ ኣይጥቀምን እየ ማለት እዩ ከምዚ በቃ ከምዚ ስታይ ይፈቱ ነይረ ሳምታይምስ ከምዚ ምሻሎ እዚ ኮይኑስ ካብዚ ካብዚ ፃዕደወ ዘይኮነሲ ካብዚ ዝገደደ ማለት እዩ ደስ ብለኒ ነይሩ ማለት እዩ ሳምታይምስ ጋይስ ግን ከምዚ ዓይነት ነገር ግን ብዙሓይ ግዜ ኣይጥቀምን እየ እና ያው ኩሉ ግዜ ሰብ እዩ ዝመርፀለይ እዚኣ እውን ግፍቲ ተዋሂበ እያ ያው ካልእ ክጥቀም ሓሲበ ነይረ ከም ኣጋጣሚ ግን ናብ ካልእ ክፍትሽ ገለገለስ ደስ ስለ ዘይበለኒ ስኢለ ኣብ ቅድሚ ሰብ ፀሓፍኒ ኣልዕል ኣቢለ እያ ገይረ እያ መፅኣ ማለት እዩ እናም ጋይስ ኣብዝሐልኩም ኣለኹ መስለኒ ግን ሓንቲ ግዜ ዘረባ ብጣዕሚ ያው እቲ እዮም ክትሰምዑ ትደልዩ ክትሰምዑ ትኽእሉ። በቃ ቀስ እናበልኩም ኣብ ደስ በለኩም ሰዓት ከም ደስ በለኩም ክትሰምዑ ተዘይደልኩም ከዓ ሽግር የብሉን ማለት እዩ። ላይክ፣ ሰብስክራይብ፣ ኮመንት ኮመንት ሼር ኩል ነገራት ከዓ ጋይስ ብጣዕሚ ደስ ይብል። ኣይጸልኦን እዩ ደስ ይብለኒ ማለት እዩ። በዚ ኣጋጣሚ እዚ ያው ደስ ይብለካ ማለት እዩ። የጣብዐካ፣ ሞራል ይህበካ፣ ተስፋ ይህበካ። ብዙሕ ነገራት ማለት እዩ። ኣነ ካብ ውሽጢ እየ እዛረብ ዘለኹ ኣይ ቲንክ ማለት ሰብ ዋላ ብጌጋ ካብ ጌጋኻ እውን ይምሃር እዩ። ክትጋገ ተለኻ ሲ ሰብ መዓር ክንደይ ይጋገ ስለ ዝርኢ ይምሃር ማለት እዩ ንባዕሉ ብዙሕ ነገር ካብ ትምሃር እያ ባይዘይ ካብ ሰብ ካብ ናይ ሰብ ሂወት ብደገ ካልእ ይመስለካ ብውሽጢ ኣቲኻዮ ግን ካልእ ዝኾነ ዓይነት ነገር በቃ ከምዚ ድራማ ማለት እዩ እና ጋይስ ተኤኹለኩም ደልየ እና እዚ ከዓ ከምዚ ከዓ ንሸ ቆልዓ ነይሩ ሲ መሪፅለይ ማለት እዩ ትዌኒ ትዌኒ ካብኡስ ንሸ ቆልዓ ነይሩ ብጣዕሚ ድፈትዎ ነይረስ ክዳን ክገዝእ ሓሲበ ማለት እዩ ከምዚ ኮምፕሊት ገለ ማለት እዩ ካብኡስ እሱ መሪፅለይ ማለት እዩ ንሱ መሪፅለይ እሺ ቆልዓ እዩ ንእሽቶ ቆልዓ ማለት እዩ ቆልዓ ክብለኩም ተለኹ ወዲ ኣርባዕተ ዓመት ድዩ ሰለስተ ዓመት እንገለን እዩ ነይሩ ካብኡ ቆልዓ ከዓ ብጣዕሚ እየ ዝፈቱ ማለት እዩ ናይ ቆልዓ ምርጫ ናይ ቆልዓ በቃ ምሻለ ቆልዓ ብጣዕሚ እየ ዝፈቱ ቆልዓ ምንም ሓጢኣት የብሉና እና ጋይስ ካብ እሱ መሪፅለይ ሓንቲ ግዜ ከዓ ሓንቲ ጓል መሪፃትለይ ነይራ ኣብ ዝኾነ ቦታ ያው ፒስ ስለ ዝነበረት እያ ፒስ ፒስ ምስ ዝኾንካ ኢኻ ሳይ ትገብር ማለት እዩ እና ብኸምኡስ ገይረ እዚኣ እውን ሕጂ እውን ግፍቲ እያ ማለት እዩ ኣይ ከምዚ ግፍቲ ኮይኑ ከምዚ ብጣዕሚ ሰይፊ ዝኾኑ ወላ ይጥቀመሉ እየ ምንም ኣይመስለንን ያው ግፍቲ ከዓ ብጣዕሚ እዩ ስታይ ማለት እዩ ክቡር እዩ ደስ ይብለካ ሰብ ዝሃበካ ግፍቲ ኣኽቢሩ ገለ ንኸምኡ ማለት እዩ እና ጋይስ ኩል ነገራት ከምቲ ዝሰማዕኹሞ እዩ ያው ኩል ነገራት ነጊረኩም ኣለኹ ወላ ኣነ ዝዛረበ ቋንቋ ከይተረፈ ነጊረኩም ኣለኹ ከምኡ እናበልኩም ከዓ ነገር ኣይትለዩለይ ጋይስ እሲልኩም ኣነ ካልእ ሽግር ኣይኣኽለኒ እዚ ብከምዚ ናይ ቆላዊ ዕስታይሲ ኣነስ ክሽገር የብለይን ጋይስ እናም ያው ብዙሕ ነገራት ነገረኩም ነይረ ያው ከምዚ ሰብ ከምዚ ገብረካ ከም እዊ ናይ ብሓቂ ኣብዚ ዓዲ ማለት እዩ ሕጂ ጥራይ ማለት እዩ ሕጂ ጥራሕ ኣለኹ ደሓን ዝኾንኩሉ እዋን ማለት እዩ ኣብዚ ዓዲ ኣትየ ማለት እዩ ኣብዚ እዋን ማለት እዩ ኣብዛ ናዋሪ ኮምፕሌሊ ገዲፈየ ምስ ሰብ ኮንታክት ምግባር ብጣዕሚ ደቢርኒ ደቢርኒ ዘይኮነስ ከቢድኒ ማለት እዩ ሕማም ገለ መለሳት በርቲዕኒ በቃ እቲ ሰብ ከዓ ኣረ ሓንቲ ሰብ ማዕረ ክንደይ ሰባት ከም ዝኾኑ ግን ይዕዘቡ ዶ እኮ እየ ዝብል ኣነ ሓበሻ ጥራሕ ዘይኮነ ዋላይ ኮላይ ጸዓዱ ኣለዉ ማለት እሶም ናይ ባዕሎም ኣመለኻኽታ ኣለዎም ከምዚ ምሻሎ ሕማቕ ተሓስብ ዘለካ መሲልዎም ሕማቕ ኣመለኻኽታ ዘለዎም ኣለዉ ብጣዕሚ ማለት እዩ ኣነ ብዙሓት ርኢ ኣለኹ ሕማቕ ሓሲቦም ዘይክኾኑ ይኽእሉ ግን ብጣዕሚ ከምዚ ምሻሎ ከምዚ ሕማቕ ክሓሓስቡ ይጸንሑ ማለት እዩ። ኣይደኖ ብከመይ ዓይነት መንገዲ ከም ዝኾነ ኣይፈልጥን እየ። ያው ኩሉ ነገር ግልፂ ክትዛረብ ስለካ ኩሉ ነገር ግልፂ ክትዛረብ ስለ ዘለካ ከዓ ንማንም ስታይ ክትገብር የልካን ንኩሉ ማዕረ ግልፂ ክትዛረብ ኣለካ ማለት እዩ። ነቲ ገዲፍካ ሕጂ ንኣብነት ማለት እዩ ዝኣኽለን ጥሒንን በዓል ማርያም ይብላ። እቲ ሓደ ሰብ ሕማቅ ክገብር ከሎ ነቲ ሓደ ሰብ በቃ ብጣዕሚ የካብድሉ። ነቲ ሓደ ሰብ ክገብር ከሎ ንባዕሉ ክገብር ከሎ ሰብ ግን ኧረ በቃ ብጣዕሚ ሰላም ዶ ሮዛ ዶ ፒንክ ዶ ገለ መለታት ይብለካ ማለት እዩ። ሰው ከምኡ ዝበሃል ነገር የለን ጋይስ ማለተይ እቲ ካልእ ሰብ እውን ምናልባት እሱ ተጋግዩ ተኾይኑ ከምቲ ንስኻ ትጋገኻ እዩ እሱ እውን ተጋግዩ ሰው ናይ ሰብ ነገር ሲ ባዕልኻ ትገብሮ ዘለኻ ነገር በቃ ምንም ከይመሰለካስ ካልእ ዝገብሮ ቀሊል ነገር እሞ ከዓ ከምቲ ንስኻ ትገብሮ ዘይነፃፀር ነገር ገይሩስ ብጣዕሚ ደስ ኣይብልና ጋይስ። ንስለ ከምኡ ብዙሕ ሰብ እዩ ብጣዕሚ ዝደራበሽ ማለት እዩ። ሰው ያው ምዝራበይ ምንም ለውጥ ኣይህልዎን ኢለ ነይረ ግን ምዝራብ ይሓይሽ ካብ ሱቕ ካብ ሱቕ ግን ክትዛረብ ተለኻ ይሓይሽ ይሓይሽ ሓቂ ዝረባ ንዓለኻ ዋላ ፎከስ ይብለካ ማለት እዩ ተደልዩ ሰብ ይርዳእኻ እንተደልዩ ከም ድላዩ ማለት እዩ ይሰምዕ በቃ ማለት ሲ ሰሚዕኻ ከምዚ ምሻሎ ደስ ዘይክብለካ ይኽእል ደስ ክብለካ ይኽእል ክትሰምዖ ከለኻን ከይሰማዕካዮን ግን ኣብ ርእስኻ ኩሉ ዓይነት ሓሳባት ክመፀልካ ከሎ ከምዚ ይኹን ከምዚ ይኹን ትብል ተለካ ማዕረ ኣይኮነን ጋይስ ያው ብዙሕ ነገር ትሰምዕ ከለኻ ማለት እዩ ሰው ኣብዚ እዋን እዚ ከዓ ማለት እዩ ኣብዚ ዓሊ መፀ በቃ ብጣዕሚ ደሓን ዝኾንኩሉ እዋን ሕጂ እዩ ማለት እዩ ጋይስ ዋላ ምስ ዝኾነ ሰብ ተቐሚጠ ብጣዕሚ በቃ ከምዚ ኣይደኖ ኣነ ኢድን ጓንትን እዮም ዋላ ደገ ወፂኻ ዋላ ሓበሻ ማለት እዩ ኩሎም በቃ ኢድን ጓንትን እዮም ምስ ፈውሲ እንታይ እዮም በኣነ እኮ በቃ ርእሰይ በቃ ዝኾነ በቃ ምሻሉ ሕጂ እውን ኣይደኖ እቲ ለሚድኒ እዩ ማለት እዩ ናይ ብሓቂ ለሚድኒ እዩ እቲ ከምዚ ምሕማም ምፍዋስ ገለ ዝተለሚድኒ እዩ በቃ ናይ ብሓቂ ገለ ነገር ሳይ ተገይረ ከይህሉ ፈሪሐ ዘለኹና ናስ ክትጻወሩ ከቢድ እዩ ማለት እዩ ናይ ብሓቂ እቲ እዮም ከምኡ ዝገብሩ ሰባት ከዓ ኣነ ከመይ ኢለ ደው ኢለ ከም ዘለኹም ብጣዕሚ ዝገርሞም ዝኸውን ናይ ብሓቂ ማለት ብጣዕሚ ብዙሕ ነገራት ገይሮም ሲ ምንም ከይኮንኩ ከምዚኣ ኢለ ክርኢ እንተለውስ ብጣዕሚ ይገርሞም ይኸውን ማለት እዩ ናንጋይስ ብዘይ ምግናን ብጣዕሚ ከቢድኒ ኣን ሓንቲ ሰብ እየ ንሶም ግን ማዕረ ክንደይ ሰባት ኣብ ዘለው ገልመልታ ብዙሕ ዓይነት ሰብ እዩ ዘሎ ማለት እዩ ጋይስ በቃ ኣብዚ ምሳይ ትቕመጥ ዘላ ሕጂ ከማለይ ያው ማለተይ ክፀልኣ ኢለ ኣይኮንኩን ፀለያ እውን ኣይኮንኩን ማለተይ ግን ከምዚ ጨውጨ ኣይፈቱን እየ ማለት እዩ ሲ ኣይ ቲንክ ከምዚ ጋይስ ከይወለድኩም ኣይትእረጉ በቃ ከም ኣረግት ምሻለው ደሓን ተለው ስካም ኣረጊት በቃ ብጣዕሚ ሳይ ዝዛረቡ ካብ ከምኡ ግን ከምዚ ናይ ከባቢኻ ሰብ እዩ ደስ ብለካ ማለት ናይ ከባቢኻ ክብለካ ከሎ ብዕድመ ኣብ ሓደ ከይዝ ዘለኻ ሰብ እዩ ደስ ዝብል እምበር ቢያንስ ቢያንስ ግን ካብኡ ናብኡ ወላ ዘወለደት ትኸውን ተላ ይሓይሽ ቢያንስ ማለት እዩ ናይ ውላዳ ተተወሲኽዋ ከዓ ዝገደደ ማለት እዩ ሰው ኣብ ሓደ ኬዝ ዘለካ ሰባት ወይ ከዓ ኣብ ሓደ ከባቢ ዘለካ ሰባት ወይ መናእሰይ ሓደ ዓይነት ክልተ ኮይንካ እምበሪ ከምዚ ተቐራኒ ተኮይኑ ብቲ ሓደ ወገን ልሓይሽ ነገር ኣለዎ ማለት እዩ። ብጣዕሚ ስታይ ክትገብሮ ተደሊኻ ነቲ ሰብቲ በቲ ካልእ ወገን ግን ብጣዕሚ እዩ ከቢድ በቃ ምስ ከምኡ ዓይነት ሰብ ማለት እዩ ሞርሊ በቃ ከምዚ ስታይ ዝብሉ ዝኾነ ዓው ዝብሉ ተኾይኖም በቃ እዚ ተገይሩ እዚ ተገይሩ እዚ ተገይሩ ንባዕልኻ ምንም ከይገበርካ ማለት እዩ ያው ኩሉ ግዜ ሰብ ሰብ ዝገብሮ እዩ ዝርኢ ማለተይ ኣነ ሓደ ሓደ ግዜ ማለተይ በቃ ኣነ ከ እንተ ገይረ ማለተይ ዝኾነ ፕሮግራም ወይ ከዓ ዝኾነ ስታይት ወ- ኣውፂእና ተሃሊና ዝኾነ ፕሮግራም ማለት እዩ እ፣ ኣብኡስ በቃ ፅቡቅ ገይረ ክነጥፍ እየ ዝደሊ ማለት እዩ ጋይስ ዝኾነ ነገር ተጥፍኤ ከዓ በቃ ከም ጥፍኣተኛ ገይረ እየ ምስታይ ዝገብራ እምበር እ፣ ኩሉ ግዜ ናብ ሰብ ኣይሳብን እየ ካብ ብጣዕሚ ዘፅላኣኒ ነገር ክእሱ እዩ ማለት እዩ ደሰይም በቃ ኣዋልድ ከዓ ገለ ኮይንን ማለት እዩ በቃ ጭቕጭቕ ጥራይ ማለት እዩ ጋይስ። ዝኾነ ሰብ ዝተዳሓይ ትኸውን ትጨቓጨቕ ትጨቓጨቕ ትጨቓጨቕ ማለት እዩ ጋይስ። ኡፍ በቃ ይድብረካ ማለት እዩ ጋይስ። ግን በቃ ከምዚ ብዝተኻለካ ዓቕም ግን ድሓን ክትከውን ኣለካ። ግን ብጣዕሚ ደባሪ ናይ ብሓቂ ከምዚ ናተጨቓጨቕካ ወይ ከዓ ከምዚ ምሻሎ ሓርሓር ሰብ ከዓ ሸለል ምባል ኣይፈልጥን እዩ። ሸለል ትብሎ ዘለካ ሸለል ኣይብለካን እዩ ናይ ብሓቂ ምከዓ ምን ኣብ ዘይገበርካዮ ነገር በቃ ከም ዝተፈላለየ ይጸንሕ ምሽ በቃ ከምዚ ዶ ከምዚ ዶ ገለ እናበለ ናስ ጋይስ ብጣዕሚ ተሳቀየ ማለት እዩ። ብዙሕ ዓይነት ሰብሲ ከምቲ ዝበልኩኹም ናይ ኩሉ ዓይነት ሰብ ማለት እዩ። ባይዘወ ዝተዛረብኩ ደገም ክዛረቦ ኣይግብኣንን ማለት እዩ። እነ በቃ ኦንሊ ማለት እዩ ብደገ ትረኽቦ ሰብ ከም ቤተሰብካ መፂኡ ከም ቤተሰብካ ዘይኮነሲ ከም ዝኾነ በቃ ዋላ ከም ወዲ ዓድኻ መፂኡ ዝቐርበካ ዝኾነ ሕማ ዝገብረካ ከም ኣብዚ ከዓ ዝኾነ ሰብ ትላለዮ ገለምሽ በቃ ከምኡ ክኾነካ ከሎ ብጣዕሚ ተስፋ ዝቆርፀካ ግን ኣምላኽ ይመስገን። ናውን ቃልሲ ኣለኹ ማዕረ ክንድዚ ግን ብጣዕሚ እዩ መሰቸው ጋይስ ክነግረኩም ኣይክእልኒ እና ምሶ ብጣዕሚ ዝኸብደኒ ነይሩ ዝኸብደኒ ሕጂ እውን ያው ምዝንጋዕ ካልእ ካልእ ነገራት ደስ ይብል ግን ጋይ ስታይት መሲልኩም ሕጂ ንኣብነት ኣብ ክስታይት ኮይንካ ማለት እዩ ኣብ ከምዚ ከቢድ እዋን ወይ ከዓ ኣብ ከ- ንከቢድ ነገራት ተሃሊኻ እቲ ምዝንጋዕ ገለመለታት ኣይመፀልካን እዩ ኣብ ርእስኻ እንታይ ደኣ እቲ ሽግርሲ ከመይ ገይረ እየ ዝፈትሖ መዓዘ ኢኸ ካብዚ ሽግር ዝወፅእ መዓዘ ኢኸ ዝገላገል ገለ ኢኻ ክትሓስብ እምበሪ እ፣ ብዛዕባ ናይ ምዝንጋዕ ብዛዕባ ናይ ካልእ ነገር ኣይትሓስብን ኢኻ ማለት እዩ ሞር እውን ኣነ ከምዚ ኣብ ስራሕ ኣብ ትምህርቲ ኣብ ካልእ ነገራት ከተኩረ እየ ዝደሊ ማለት እዩ ኣብ ትርፊ ሰዓት ገለ ተዘይኮይኑ ብዙሕ ኣብ መዘናግዓይ ኣብ ምዝንጋዕ ክሕልፎ ይደልን እየ ኢቭን ናብዚ ዓዚ ዝመፀኹሉ እውን ብኸመይ ከም ዝኾነ ገይረኩም ነይረ ማለት እዩ ብጣዕሚ ከም ዘይምሻለው ስግሬስ ንኸውን ኢለ እየ ናብዚ ዓዲ መፅየ ነይረ ማለት እዩ ሳምታይምስ ችግር የብሉን ግን ኮም እየ ማለት እዩ ማንም ምንም ኢልኒ ከይኮንኩሲ በዓለይ ማለት እዩ ኣብ ርእሱ እዩ ከዓ ኣሎ ጋይስ ማለት እዩ እዚ ከምዚ ትግበር በቲ ትእቶ በዚ ትውፃእ ገለ መለታት ማለት እዩ ንሰብ ክትብሉ ተለኹም ማለት እዩ ከም ዓይነት ዝብለካ ጭንቀት እዩ ዝሕዘካ ማለት እዩ ከምኡ ንክትብል ብቁዕ ክትከውን ኣለካ ዝኾነ ነገር ክትዛረብ ተኾንካ ወይ ከዓ ዝኾነ ነገር ሳይ ትኸውን ተኾይንካ ብቁዕ ክትኸውን ኣለካ ሕጂ ንኣብነት ሓደ ስራሕ ክትጅምር ተኾይንካ ማለት እዩ ነቲ ስራሕ ተማሂርካ ብቁዕ ኮይንካ ኢኻ ምሽ ትሰርሕ ሰው ጋይስ ንስኹትኩም ከዓ እቲኦም ከምኡ ትሉ እየ ዝለኩም ዘለኹ ማለት እዩ ከምኡ ዓይነት ሰብ ምእዛዝ ትፈትዉ ሰባት ብቁዓት ክትኮኑ ኣለኩም በቃ እስኹም ትገብርዎ ዘለኩም ነገራት ገይርኩም ገለ ብቑዓት ምስ ትኾኑ እዩ እምበሪ ስኢልኩም እዚ ግበር እቲ ግበር ኣይበሃልን ንሰብ ማለት እዩ ጋይስ ዝኣኸለ ሰብ ማለት ቅድሚኹም ህይወት ነይርዎ እቲ ሰብ እቲ ህይወቱ ከዓ ባዕሉ እዩ ዝመርሖ ነይሩ ኣብቲ ህይወቱ ከዓ እንዳ ምንም ነገር ሽግር ኣይነበረን ማለት እዩ ብኩምኡ ዘጋጥሞ ዝነበረ ሽግር ኣይነበረን ያው ኢቭን ኣነ ሕጂ እውን ሽግር ባዕለይ ሽግር ተመፅኡ ሽግረይ ባዕለይ እየ ዝፈትሖ ማለት እዩ። ሽግረይ ማንም ዝሽገረለይ ሰብ የለን። እቲ ቃንዛይ እውን ኢቭን በተለይ ብፍላይ ኣነ ማለት እዩ ኩሉ ነገር ኣበይ ነው ዝውድኦ ማለት እዩ ጋይስ ማንም ሰብ ማንም ሰብ ከዓ አይሸግርን ያው ሰብ ያው ኤኒ ታይም ማለት ናም ከምኡ ኮንካስ ብቑዕ ክትከውን ኣለካ ማለት እዩ። ንሰብ ክትዛረብ ተኾንካ ማለት ወላ ወላዲ ኮንካ እውን ንውላድካ ብቑዕ ምስ ትኸውን ኢኻ ብኮንፊደንስ በቃ ክትዛረቡ ከምዚ ግበር እዚ ግበር ክትብሎ ትኽእል እምበር እዚ ግበር ጥራሕ ዘይኮነሲ ብጣዕሚ ክትፈርዶ ወይ ከዓ ከምዚ ገይሩ ኢልካ ብጣዕሚ ክትሓርቕ ዝኾነ ነገር ክትራገም ኢቭን ክትረግሞ ኣይትኽእልን ኢኻ ንዝወለድካዮ ውሉድ ማለት እዩ ውላድካ እስኻ እቲ ወላዲ ክገብሮ ዝግባእ ነገር ከይገበረካሉ ኣይኮነን ክትረግሞ ማለት እዩ። ኢቭን ብድፍረት እውን ክትዛረቦ ሲ ኣይግባእን እቲ ናይ ኖርማሊ ማለት እዩ። ብቑዕ ምስ ኸውን ኸዓ እስኻ ኩሉ ነገር ክትብል ኮንፊደንስ ዝህልወካ ኣናም ሰው ኣነ ከመይ ገይሩ እዩ ኮንፊደንስ ዝህልወኩም ከዓ ይገርመኒ ማለት እዩ ጋይስ እቲኦም ከምኡ ትገብሩ እቲኦም ከምኡ ኢልኩም ንሰብ ብጣዕሚ በቃ ሰኽ ክትገብሩ ትደልዩ ሰባት ማለት እዩ ምክንያቱ ንሂወቱስ ብዙሕ መስዋእቲ ከፊሉላ እዩ ዝሓልፍ ሰብ ንምንታይ በቃ ካብ ሎም ጽባሕ ክሓይሽ እንዳበለ ብጣዕሚ ዝጽዕር ሰብ ጋይስ ሰው ክብለኩም ዝደሊ ከዓ እዚኣዩ ጋይስ ብጣዕሚ ቀዳማይ ነገር ብቑዓት ክትኮኑ ኣለኩም ካልኣይ ነገር ከዓ ማለት እዩ ሕጂ ንኣብነት ኣብዚ ከዓ ብዙሕ ግዜ ዘጋጥመኒ ማለት እዩ ናይ ከምዚ ናይ ኣነ ፖለቲከኛ ክኸውን ኣይክእልን ፖለቲከኛ ኣይኮንኩን ማለት እዩ ያው ብዙሕ ዓይነት መልክዑ ብዙሕ ነገር እዩ ዝገጥመካ እና እንታይ ክብለኩም ደለየ ጋይስ ማለት እዩ ሕጂ ንኣብነት ንዓይ ወይ ኤርትራዊት ተኢሎምኒ ኢትዮጵያዊት ተኢሎምኒ ዝኾነ ኣምሓረይቲ ድዩ ዋላስ ትግራወይቲ ድዩ ዋላስ ዝኾነ ዋላ ኦሮሞ ድዩ ዋላስ ኢሮብ ድዩ ዝኾነ ተኢሎምኒ ንዓይ ክለግበኒ ይኽእልን እዩ ናተይ ተዘይኮይኑ ማለት እዩ ናተይ ተኾይኑ ጥራሕ እዩ እቲ ናተይ ነገር ንዓይ ክጠቕመኒ ዝኽእል ማለት እዩ ጋይስ ሰው ምንም ኣይግደሰሉን እዩ እንዳም ይድብረን እዩ ሓደ ሓደ ግዜ ሸለል እዩ ዝብሎም በቃ ስቕ ይብሎም ማለት እዩ ብፍላይ ከዓ ከምዚ ምሻሎ ደሓን እዩ ትብሎ ሰብ ከዓ እሞ ከዓ ግን ከዓ ከምዚ ምሻሎ ምስኡ ዘከይድ ዓይነት ስራሕ ዝሰርሕ ተኮይኑ ሰብቲ ማለት ምንም ክትብሎ ይትኸል ከዓ ምንም ክትብሎ ይትኸል ከዓ ሰው ሸለል ኢኻ ትብሎ ማለት እዩ ጋይስ። ኣነ ከዓ ሸለል ይብል ማለት እዩ። ግድን ኣይኮነን ኩሉ ግዜ ኣነ ሰብ ክምልሰሉ ክጨቃጨቆ እናን ጋይስ ምንም ስታይ ኣይልግበንን ማለት እዩ። እቲ ናትኩም ሽግር ንስኹም ባዕልኹም ኢኹም ትሽገርዎ። እቲ ናትኩም ሕማም ንስኹም ባዕልኹም ኢኹም ትሓምዎ ማለት እዩ። እቲ ዘይነስኻ ክትከውን ተለኻ ከዓ እቲ ዘይናትካ እውን ትውስኸሉ ኢኻ እና ብዙሕ ነገር እዩ ዘጋጥመካ ጋይስ ሰው ዋላ ንኻልእ ኣብቲ ከባቢ ተፀኒሕካ ሕጂ እምኒ ደኣ እንተደርብዮም ማለት እዩ እቲ ንኻልእ ዝተሓሰበ እውን ንዓኻ ይበፅሐካ እዩ ማለት እዩ የንትዐካ እዩ ማለት እዩ ጋይስ ሰው ያው ከምዚ ምሻሎ ኣርኪብካ ስታይ ትገብረሉ ብጣዕሚ ደኺምኒ ጋይስ ዝኹፍ መበላ ይጣዕመኒ እናም ኣርኪብካ ትዛረበሉ ሰዓት ብጣዕሚ ደስ ይብል ጋይስ ከምኡ ተዝኾነለይ ንዓይ ብጣዕሚ ደስ ምበለኒ በቃ ኣርኪ በዘናይ ኢለ ገለ ስዛረብ ተዝህሉስ ብጣዕሚ ደስ ምበለኒ ማለት እዩ ብኸምኡ ዓይነት መልክዑ ትዛረብ ተዝህሉ ማለት እዩ ሰው ግን ከምዚ ተሸጊርካ ወይ ከዓ ከምዚ ሽግር ኣጋጢሙካ ወይ ከዓ ብውሽጥኻ በቃ ከምዚ ምሻሎ ኣብ ሕማቕ ኩነታት ኮይንካ ክትዛረብ ተለካ ግን ምንም ነገር ኣይረኣየካን ማለት እዩ ከመይ ገለ ካብቲ ሽግር ዝወፅእ እምበር ካልእ ምንም ነገር ኣይረኣየካን እና ጋይስ ያው ኩል ነገር ነጊረኩም ኣለኹ ካብ ሃይማኖት ኣትሒዘ ያው ዋላ ኣነ ዝኾንኩ ናተይ ኮይነ ከዓሲ ምርጫይ ዝደልዮ ዝፈትዎ ኩል ነገር ነጊረኩም ኣለኹ ዝርዝር ኣቢለ ጋይስ እናም So ኣነ ናይ ማንም ሓላፍነት ኣይወስድን እየ ናይ ማንም ሓላፍነት ከዓ የብለይን ናይ ማንም ምንም ነገር የብለይን ናይ ማንም ዕዳ የብለይን ማለት እዩ ጋይስ ብምቕፃል ከዓ ከምቲ ዘልኩም ኣብዚ ዓዲ ብጣዕሚ ብዙሕ ነገር የጋጢመኒ ማለት እዩ ጋይስ ብናይ ሰባት ኣብዚ ዓዲ ጥራሕ ዘይኮነ ዋላ ኣብ ሊብያ እውን የጋጥመኒ ነይሩ ግን ሊብያ ክትሓድሙ ትኽእል ኢኻ ሳም ታይምስ ብጣዕሚ ይህሰ ነይረ ማለት እዩ ጋይስ ክንገረኩም ኣይክእልን ከምዚ ብሰብ ዝገብሮም ነገራት ማለት እዩ እሞ ከዓ ከምዚ የሕዋትካ ኮይኖም ደቂ ዓድካ ኮይኖም ተባሂሎም ማለት እዩ ኣይኮኑን ግን ተባሂሎም ብተወሳኺ ከዓ ካልእ ትላለዮም ሰባት ብተወሳኺ ከዓ ከምዚ ፈተውቲ በቃ እናበሉ በቃ ርእስካ የዙሩልካ ደድሕርካ እናመፁ ማለት እዩ ብድሕሪኡ በቃ ከምዚ ሕማቅ ነገራት ይገብሩካ እና ኣብዚ ኮላይ ሓበሻ ዋላ ተቀሪብካዮም ገለ ካብ ሳምንታይ ምስ በቃ ርእስኻ እዮም ዝዝሩልካ ማለት እዩ። ሓደ ግዜ ኣጸሊሎምን ነይሩ ኣጸሊሎምን ጥራይ ዋ ኦ ማይ ጋድ በቃ ኣብዚ ሕጂ ሰዓት ጥራሕ በቃ ጥዕና ዘለዎ በቃ ከምዚ ኖርማል ትንፋ ኣየር ዘስተማቐር ዘለኹ ኣብዚ ሕጂ ሰዓት ጥራሕ እየ ማለት እዩ ጋይስ እናም በቃ ከምዚ ክቕፅል እየ ዝደሊ ማለት እዩ ጋይስ ብጥዕናይ ብጥዕናይ መዳይ ብከምዚ ዓይነት መልክዑ ክቕፅል እየ ዝደሊ ማለት እዩ ጋይስ ብካልእ ዘይኮነስ በቲ ናይ ጥዕናይ መዳይ ግን ቁሩብ ርእሰይ በቃ ኣይደኖ ከም ናይቲ ናይ ቀደም ድዩ ናይ ሕጂ ድዩ ኣይፈልጥ ናይ ርእሰይ ግን እሸ ሽግር ኣለኒ ኣብ ርእሰይ ማለት እዩ ከምዚ ስካብ ዝዓይነይ ከምዚ እስር ዘብለን ነገር ኣለን ጋይስ እና እሱ ጥራሕ እዩ ዘለኒ በቃ እሱ ከዓ ምንም ኣይመስለንን ጋይስ ማለት እዩ ምስቲ ቀደም ዝነበርክዎ ኣናፃፂረ ማለት እዩ በቃ ሕጂ ብጣዕሚ ፅቡቅ ኣለኹ ማለት እዩ እናም በቃ ዝኾነት ትኹን ዋላ ሶማል ትኹን ዋላ ፀላም ትኹን ዋላ ሓበሻ ትኹን በቃ ኩሉ ደሳይም ነይሩ ማለት እዩ ወላ ዓረብ እውን ሳምታይምስ በቃ ከምዚ ምሻል ከመይ ምዃኖም ኣይርድኦንን ሓቂ ዘረባ ማለት እዩ። ደሓን እዮም ካብ ሓበሻ ዝሕሹ ሓቂ ዘረባ ዘይምሕሳው ማለት እዩ። ማለት ሓበሻ እንታይ ኣለዎ መሲልኩም በቃ ከምዚ ይደግመካ ይደግመካ ይደግመካ ዓረብ ከዓ ብጣዕሚ ዝፀልአሉ መገዲ ኣለኒ ማለት እዩ። ሓደ ብጣዕሚ ዝፀልአሉ መገዲ ኣለኒ ካብኡ ብዝተረፈ ግን ማለት እዩ ኦ ማይ ጋድ ቀሳዑ ሰባት ዳርጋ ጠቢሶም ዘይበልዑ ተሪፍዎም ማለት እዩ ጋይስ ሰው ማንም ሰብ ማለት እዩ ኣብዚ ሶሻል ሚዲያ ከድንቐካ ይኽእል ክፈትወካ ይኽእል ኣሜዝን ዝኾነ ነገር ክብለካ ይኽእል ማለት እዩ ምንም ነገር ግን ኣይፈልጠካን ማለት እዩ ሳምታይምስ ኣብ ሶሻል ሚዲያ መፂኻ ይፈልጠካ ኣብኡ ፈሊጡካ ከዓ ብዙሕ ነገራት እንታይ ክገብር ይኽእል? እግን ንሱ ምንም ነገርካ ኣይሕዘልካን እዩ ምንም ነገርካ ማለት እዩ ዋላ ሕማምካ ይሓመልካን ኢቭን በቲ ክሕግዘካ ዘለዎ መዳይ ኣይሕግዘካን ማለት እዩ። ባዕሉ ብዝደለየ ዓይነት መልክዑ እዩ ይዛረብ ማለት እዩ ጋይስ ብዙሕ ዓይነት ኣብ ጥቕሚ ዝውዕል ብዙሕ ስራሕን ብዙሕ ነገር ከሎ ማለት እዩ በቲ ክገብር ዘለዎ ዓይነት መልክዑ ዘይኮነ ሳክስ ኢሎም ከምዚ ናይ መዘናግዒ መሳሊ ከምዚ ምሻሎ ስኢልና በቃ ኣለና ገለ ዝዓይነቱ እዮም ዝዛረቡ ማለት እዩ። ያው እሱ ሕጂ ንኣብነት ሕጂ ኣሕማቕ ነታት ዘሎ ሰብሲ ዝኾነ ድግስ ደግስኻ ኣብቲ ድግስ ክውዕል ከሎ ንዕኡ እንታይ እዩ ወላ ትርጉም የብሉን ማለት እዩ ጋይስ ሰው እስኻ ከ ኣብቲ ከመይ ኩነታት ኣለኻ ከምኡ ባሎም ንዓይ ስታይ ንዓኻ ስታይ ይረብሐካ ማቲ ሞራል ድዩ ዝህበካ ማለት ስታይ ይገብራልካ ምንም ይገብራልካ ይከእልን ማለት እዩ ኢቭን ከኣ ንዓኻ ደስ ዘይብለካ ተኾይኑ ፊኒሽ ማለት እዩ ጋይስ ንስኻ ንነብስኻ ዓሌት ባዕልኻ ትሓልየላ ማለት እዩ። ንነብስኻ ባዕልኻ ትደልየላ፣ ባዕልኻ ንባዕልኻ ክትመስል ትደሊ ማለት እዩ። ማንም ሰብ ማለት እዩ ጋይስ ኣብቲ ናትካ ቦታ ስለ ዘይከውን እምበር ከምቲ ኣነ ዝብሎ ማለት እዩ ማንም ሰብ ካባይ ንላዕሊ እንድያ ማለት እዩ ምበለን ምገበረን ነይሩ ማለት እዩ ጋይስ ሰው ተረዲእኹም ንክትከውኑ ተስፋ ይገብር ማለት እዩ። እና ጋይሶቼ ማለት እዩ ኣነ ብእውነት ሰብ ምሕጋዝ ብጣዕሚ ደስ ዝብለኒ ጋይስ ማለት እዩ ያው በቃ እቲ ዕላማኻ እዩ እቲ ቀንዲ ነገር ማለት እዩ ኣነ ግን ነብሰይ ገዲፈ ነብሰ ናብ ሓደጋ ኣትየ ገለ ዘይኮንኩ ካልእ ሰብ መሲለ ብካልእ ዓይነት መልክዑ ኮንኩን ኣነ ሰብ ክሕግዞ ዝደሊ ማለት እዩ በቲ ክሕግዞ ዘለኒ ብከምኡ ዘይኮነ ብስነ ስርዓት ዘለዎ ብቲ ጽቡቕ መገዲ እየ ክሕግዞ ዝደሊ ማለት እዩ ጋይስ ማለት እዩ ከይትጋግቢ ኣነ ሕጂ እውን እንታይ እዩ ዝብል ማለት እዩ ኣነ ኣሜሪካዊት እየ እየ ዝብል ማለት እዩ ንስኹም ከም ደስ ዘለኩም ሕሰብዎ ዋላ እውን ኣነ ብዛዕባ ናይ ካልእ ኣይግድሰኒ ማለት እዩ ዋላ ብምርጫይ በቃ ኣብ ሓንቲ ክኸውን እየ ዝደሊ ሓንቲ እያ ምርጫይ ንሳ ስለ ዝኾነት ከዓ ስለ ዝኾንኩ ከዓ ማለት እዩ ዓደይ ከዓ ስለ ዝኾነት ያው ብዙሕ ክዛረብ የብለይን ጋይስ ኤኒ ታይም ንዓኹም ከረድአኩም ማለት እዩ ንሱ ኩሉ ግዜ ካብ ርእሰይ ከም ዘየውፅኦ ክትፈልጥዎ ኣለኩም ማለት እዩ ኤኒ ታይም ነብሰይ ከምኡ ገይራ ከም ዝሓስባ ትፈልጡ ኣለኩም ማንም ሰብ ማንም ነገር ክብል ይኽእል ይኸውን ግን ኣነ ዝሓስቦ ኤኒ ታይም ንሱ እዩ ማለት እዩ ዝኣምነሉን እቲ ትኽክለኛ ነው ማለት እዩ ዝብሎ ማለት እዩ። ጋይስ ኣነ ሕጂ ዘይኮነ ቅድም ማለት እዩ ቅድም ኣቢለ ከምኡ ነይረ ማለት እዩ። ኢቨን ንሊብያ ከይተበገስኩ ቅድሚኡ ቅድሚኡ ማለት እዩ ከምኡ ዓይነት ከምኡ ምባል ደስ ይብለኒ ነይሩ ማለት እዩ ጋይስ። ከምኡ ዝብለኒ ከዓ ይፈቱ ነይረ ማለት እዩ ጋይስ። ኣየበዝሕን እየ ብጣዕሚ ዝተወሰነ ሰብ ኣብ ገዛ ገለ ምሻሎ ኣነ ከምዚ እንታይ ይመስሎም ነይሮም ማለት እዩ ሓወይ ንዓይ ኮም ክብለኒ ከሎ ኣነ ስለ ዝፈቱ ግን ስለ ዝበልጥ ኣይመስሎን ነይሩ ኣነ ግን ይፈልጥ ንሱ ከዓ ከምኡ ከም ዝመስሎ ፈልጥ ይፈልጥ ነይረ ንሱ ግን ናይ ልቡ ወዲ እዩ ከም ዘለኒ ነበረ ግን ዝፈልጥ ኣይመስሎን እዩ ነይሩ ኣነ ከዓ ፈሊጠ በቃ ከም ዘይፈልጥ ኮይነ ዋሳእ ነይሩ ማለት እዩ። ብጣዕሚ ንምንታይ ማለት እዩ ፅቡቅ ገይረስ እንታይ ምገበርኩ ንሱ ብጣዕሚ እዩ ዝቕልድ ጋይስ። ኣነ ምስ ዓበይቲ ክዛረብ እየ ዝደሊ ነይረ ማለት እዩ ምስቶም ዝምልከቶም ምስ ኣኮ ብፍላይ ማለት እዩ። ሰው ንሱ ከዓ ብጣዕሚ ክቕልደለ እዩ ገለ ገለ ገለ ስለ ዝብለ ነበርኩ ብዙሕ ነገር ኣይዘረበኒ ነይረ ከም ኣጋጣሚ ከዓ ሽዑ ንሽዑ ተፈላለና ማለት እዩ ጋይስ። ኣይጸናሕናን ማለት እዩ። ዋላ ብቕድሚኡ እውን ነይሩ እዩ ግን ብዙሕ ነገራት ሳም ሳም ነገራት ነይሩ ንእሽተይ ነገራት ነይሩ ያው ብዙሕ ነገራት ብካልእ ዓይነት መልክዑ እዩ ዝፈልጥ ነይረ ኣነ ብከምዚ ዓይነት መልክዑ ዘይኮነስ መስለኒ ነበረ ካልእ ዓይነት መልክዑ ይመስለኒ ነይሩ ግን እቲ ካልእ ዝበልካ ያው ግን ኣነ ኩሉ ግዜ ግን ይጽበ ነይረ ማለት እዩ በቃ ዝኾነሲ ክግህደለይ ዝደለያ ነገር ይጽበ ነይረ ማለት እዩ ገና ሕጂ እውን ብዙሕ ዘይተገሃደ ነገር ኣለዎ ኣይተን ኣምላኽ ተፈቒዱ ክገሃደልና ኢልና ተስፋ ንገብር እናም ጋይስ ሽኮሪናታት ባይ ባይ ኣብ ቀጻል ቪድዮ ዘጥዕምኒ ቪድዮ ክስኸ ተዘይጥዕምኒ ካኸ ደቅስ የና ጋይስ